ኩላትና ዘስማዕማዓና ሓደ ሓቂ ኣሎ። ንሱ ከዓ ኩላትና ምቕያር ወይ ምልዋጥ ንደሊ ኢና። ሕጂ ዘለናዮ ኩነታት ዝኾነ ይኹን በዘየገድስ ካብ ሎሚ ጽባሕ ዝሓሸ ክኾነልና ብጥብቂ ንደልዮ ኢና። እምበኣርከስ እዚ ንኹላትና ዘስማዕማዓና ካብ ኮነ ሓደ ሕቶ እስከ ክሓተኩም። ንባዕልኹም ካብ ሎሚ ድሕሪ ሓሙሽተ ዓመት ወሲድኩም ኣቐምጥዎ እሞ ካብኡ እንታይ ዓይነት ሰብ ክትኮኑን ኣብ ምንታይ ዓይነት ኩነታት ክትርከቡ ትምነዩ? ንባዕልኹም ድሕሪ ሓሙሽተ ዓመት ምስ ረኸብኩሞ እንታይ ዓይነት ርሕቐት ተጓዒዝኩም ኣብዚ ከም ዝበጻሕኹም ብባዕልኹም ብነብስኹም ክትኮርዑ ኢኹም። ወይ ከኣ ሕጂ እውን ኣብ ተመሳሳሊ ቦታ ኣብ ከመይ ዓይነት ለውጢ ከም ዘለኹም ብባዕልኹም ክትግረሙ ኢኹም። ብዘገርም ነገር ድሕሪ ሓሙሽተ ዓመት እቲ ትደልይዎ ሰብ ዝመጽእ ብሓደ ቀሊልን ብሓደ ተራ ዝመስል ምርጫን እዩ። ዕድል ኣይኮነን ብኣነቓቓሕቲ ዝርርብ እውን ኣይኮነን። በቃ እዚ ንቕድሚት ከሰጉመኩም ዝኽእል ወይ ኣብ ዘለኹሞ ክጽንሐኩም ዝኽእል ሓደ መሰረታዊ ውሳነ ጥራሕ እዩ። ንመላእ ሰዓብቲ ክርስትና እንኳዕ ንበዓል ትንሳኤ ብሰላም ኣብጽሓኩም ኣብጽሓና ክብል ይፈቱ። ኣብዚ ቪድዮ ቀለልቲ ብዝኾኑ ሽዱሽተ ናይ ንጉሆ ልምድታት ከመይ መንነትኩም ምዕባይ ከም ትኽእሉን ድሕሪ ሓሙሽተ ዓመት እቲ ትደልይዎ ሰብ እቲ ትደልይዎ ህይወት ከመይ ክትረኽቦ ከም ትኽእሉን ክንርኢ ኢና። ናይ ዝኾነ ሓገዝ ከየድልየኩም ብባዕልኹም ጥራይ ኣብ ገዛኹም ምትግባር እትኽእሉሎም ብጣዕሚ ቀለልቲ ዝበሃሉ ግን ከዓ መንነትኩም ናብ እትደልዩዎ መልክዕ ምቕያር ዝኽእለኩም እዮም። ስለዚ ነዚ ቪድዮ ላይክ ብምጋር ክሳብ መወዳእታ ተዓዘቡ። መጽናዕትታት ከም ዝሕብርዎ ካብ ድቃስና ምስ ተላዓልና ንደሓር ዘለዉ ናይ መጀመርታ ቴስዓ ደቓይቕ ውሽጢ ኣእምሮና ካብ ዝኾነ መዓልቲ ብዝበለጸ ኣርብዓ ፐርሰንት ንላዕሊ ፎኩስ ምግባር ይኽእል። እዛ ቅጽበት ናታትኩም ስፖር ፓወር እያ ማለት ይከኣል። ይኹን ደኣ እምበር መብዛሕትና እዛ ሰዓት ብዘሕዝን ኩነታት ንቲክቶክን ንኻልኦት ሶሻል ሚድያ ስኩለር መግበሪትን ብዘይጠቅም ነገራት ኢና ነውዕላ። ወይ ከኣ እታ ሰዓት ኣብ ድቃስ ከተሕልፍዋ ትደልዩ ትኾኑ። እታ ናይ ንግሆ ናይ ኣላርም ጻውዒት ኣብ ክንዲ ምትሳእ ከይትርበሹ ምእንታን ጸቂጥኩም ብዘጻእኩማ ቁጽሪ ውሑዳት ደቃይቕ ናብ ድቃስ እናቐየርኩም ጥራይ ኣይኮነን ናይ መጻኢ ህይወትኩም ብኽፋል እናጉድልኩሞን እናደርበኹሞን ከም ዝኾንኩም ክትፈልጡ ኣለኩም። ኣብ ዓለምና ተኣምር ኣብ ምስራሕ ዘለዉ ሰባት ማለት እውን እቶም ንስኻትኩም እትፈትውዎም፣ እተድንቕዎም፣ እተኽብርዎም ንጉሆ ንጉሆ ኣብ ሶሻል ሚድያ እስኩለር እናግበርኩም እትርእይዎም ዕውታት ሰባት ዝተፈለየ ማጂክ ስለ ዘለዎም እኳ ኣይኮነን። ዕውታት ዝኾኑ ምቹው ብዝኾነ ኣየር ናብ ጎቦ ወጺኦም ስለ ዝተዘናግዑ እውን ኣይኮነን። እቲ ዓብዪ ምስጢሮም ናይ ንጉሆ ሰባት ስለ ዝኾኑ እዮም። ናይ ኣላርም ድጽ እውን ስለ ዝፈትዉ ኣይኮነን ንግሆ ዓሰርተ ሓደ ሰዓት ዝትስኡ። ግናኸ እዚ ዝገብሩ እቲ ጸጥ ዝበለ ፍሉይ ግዜ ስለ ዝኾነ እዩ። ዝርብሽ ሞባይል ወይ ስልኪ የለን፣ ቴክስት የለን፣ ዝኾነ ኖቲፊኬሽን የለን፣ ዝጎዩ ቆልዑ የለውን። በቃ ኣድለይቲ ነገራት ንምስራሕ ጽሩይን ጽፉፍን ኣቓልቦ ንምግባርን ዝጥዕም ሰዓት ስለ ዝኾነ እዩ። እቲ ሕጂ ንዘራረበሉ ዘለና ዋና ጉዳይ ናይ ንግሆ ሰባት ምዃን ጥራይ ኣይኮነን፣ ናይ ኣእምሮ ጉልበት፣ ሓይሊ፣ ስለ ምቑጣብ እዩ። መወዳእታ ዘይብሉ ቪድዮ ብሞባይል ብምርኣይን ዘይምልከተኩም ናይ ሰብ ህይወት ብምክትታል ናይ ኣእምሮኹም ሓይሊ እናድከምኩሞ ከም ዝኾነ ንዘራረብ ዘለና እቲ ቀሊልን ተራ ዝመስል ምርጫ እዚ እዩ። እቲ ኣእምሮኹም ንቑሕ ዝገብሮ ግዜኹም ብጥበብ ንምጥቃም ምውሳን ወይ ከዓ ንምጥቃም ዘይምውሳን ድሕሪ ሓሙሽተ ዓመት እንተሓ ኩሉ ግዜ እትደልዩ ህይወት ኣብ ምንባርን ንምንታይ ኩሉ ነገር በዘይ ለውጢ ጸጥ ኢሉ ኢልኩም ዝመስለኩም እዚ እዩ። ምናልባሽ ብምፍላጥ ኮነ በዘይ ምፍላጥ ብዝተፈላለየ ምክንያት ንግሆኹም ብድቃስ ወይ ከዓ ብካልኦት ነገራት ምሕላፍ እትደልዩ ሰባት ክትህሉ ትኽእሉ ኢኹም። ከም ሓደ ኣሰልቻዊ ናይ ስፖርት በዓል ሞያ ብዝበለጸ ስርሑ ተስኡ እናበልኩ ከጨቕጭቐኩም ኣይመጸኹን። ተስኡ ተስኡ እናበልኩ ከደንግጸኩም እውን ኣይመጸኹን። ግናኸ ግዜኹም ብጥበብ ምጥቃም ከም ትኽእሉ ከርእየኩም ይደሊ እየ፣ ምኽንያቱ እዚ መገዲ ብምልኡ ጌም ቼንጀር ስለ ዝኾነ። ንግሆ ዓሰርተ ሓደ ሰዓት ብምትሳእ ሓደ ሰዓት ጥራይ ንባዕልኹም ምውሳድ እንተኽኢልኩም፣ ካብ ድቃሶም ተሲኦም ምሉእ መዓልቲ ሶሻል ሚድያ ከጋላብጡ፣ ከሽከርክሩ፣ ካብ ዝሓለፈን ንምንታይ ከም ዝደኸሞም ዘይፈልጡ፣ ከምኡ'ውን ከመይ ኢሎም ንድሕሪት ከም ዝተረፉ ካብ ዝግረሙን ዝሓዝኑን ሰባት ውሽጢ ኽትኮኑ ኣይትኽእሉን። ርኣዩ፣ እቲ ሓቂ እዚ እዩ። ካብ ድቃስኩም ምስ ተሳእኹም ናይ መጀመርታ ሰዓት ሞርኒንግ ታይም ጥራይ ኣይኮነትን፣ ናይ ኣእምሮኹም መጀመሪት እያ። ኣእምሮ ብዶፓሚን ዝተመልአ እዩ፣ እዚ ጽቡቕ ስምዒት ክስምዓኩም ኣቓልቦ ክትገብሩ ዝሕግዘኩም ኬሚካል እዩ። ብተመሳሳሊ ናይ ኮርቲሶል ሆርሞንኩም ካብ ድቃስኩም ንምብርባር ልክዕ ባትሪ ዝወደእ ሞባይል ካብ ምዃን ተበራቢርኩም ንምንቅስቓስ ክትዳለዉሉ ዘኽእለኩም እኹል ሓይሊ ይረክብ ማለት እዩ። እዚኦም ፓወርፉል ዝኾኑ ናይ ብሬን ከሚካላት ብግቡእ እንተተጠቒምኩም ኣኣምሮኹም ኣብ ሰዓት ልክዕ ከም ርሑስ ስሚንቶ ይኸውን። ዝኾነ እትሰርሕዎ ነገር ብግቡእ ይሃድእ፣ ብተወሳኺ እውን ዓሚቕ ኣቓልቦ ንምርካብ፣ ብቕልጡፍ ንምምሃር ወይ ንምምሕያሽ ብጣዕሚ ተስማዕማዒ ኣብ ዝኾነ ቦታ ይርከብ ኣሎ ማለት እዩ። ድሕሪ ግዜ ብብመዓልቱ እትወስድዋ እታ ሓንቲ ናይ ኣቓልቦ ሰዓት ኣብ ሓሙሽተ ዓመት ውሽጢ ብኣሽሓት ዝቑጸሩ ሰዓታት ትኸውን። ካልኦት ግዚኦም ብምብኻን ተኣሲሮም እናሃለዉ ንስኻትኩም ንመፃኢ ህይወትኩም እናማዕበልኩም ብኣሽሓት ዝቑፀሩ ሰዓታት ማለት እዩ። ግናኸ ካብዚ ብተፃራሪ እንተኾይኑ ኣእምሮኹም ናይ ምዝንጋዕ ልምድታት ክዓቢ እናሰልጠርኩሞ ትኸዱ ኣለኹም ማለት እዩ። እምበኣር ከስ ንጉሆ ዓሰርተ ሓደ ሰዓት ተስዒኹም በታ ሓንቲ ሰዓት ዝርከቡ እዞም ሽዱሽተ ነገራት ብመስርዕ እንተጌርኩም ምናልባሽ ድሕሪ ሓሙሽተ ዓመት እቲ ትደልይዎ ሰብ ንምብፃሕ ነቲ መንገዲ ክኸፍተልኩም እዩ። ቀዳማይ ግብሪ ምጽላይ። መዓልትኹም ምስ ፈጣሪኹም ብምርኻብ ምጅማርኩም ብጣዕሚ ኣድላይ እዩ። ምጽላይ ወይ ጸሎት ኣእምሮኹም ክእከብ፣ ምስጋናኹም ክትገልጹን መዓልትኹም ቅዱስ ክኸውንን ንምሕታት ይሕግዘኩም። ኣቓልቦኹም ካብ ጭንቀት ወይ ካብ ምዝንጋዕ ናብ ዕላማን ናብ ጽቡቕ ነገር ብምቕያር ናብ ቀጻሊ ተግባራትኩም ብኣእምሮኹም ወይ ብመንፈስኩም ኣዳሊኹም ኣለኹም ማለት እዩ። ካልኣይ ግብሪ ማይ ምስታይ ሕልምኹም ብትሰትይዎ ማይ ከም ዝተመስረተ እናሓሰብኩም ክትሰትዩ ኣለኩም። ካብ ሓደ ምሉእ ለይቲ ድቃስ ድሕሪ ምናልባት ብሕማቕ ሕልምን ሃተፍተፍን ዝተመሉ ድቃስ የሕሊፍኩም ክትኮኑ ትኽእሉ። ስለዚ ኣእምርኹም ኢነርጂ ኣብ ምውዳእ ስለ ዝኾነ ናይ ግድን ሃይድሬት ክኸውን ስለ ዘለዎ ፍረሽ ኮይኑ ስራሓቱ ብሙሉእ ዓቕሙ ክጅምር ስለ ዘለዎ እዩ። ሳልሳይ ግብሪ ምንቅስቓስ ምንቅስቓስ እንትበሃል ናይ ግድን ነዊሕ ሰዓት ወሲድኩም ከበድቲ ስፖርት ክትሰርሑ ኣለኩም እናበልናኩም ኣይኮናን። ስትረች ምግባር፣ ኣመራዋኹም ምስራሕ ወይ ውፅእ ኢልኩም ንእሽተይ ወክ ምግባር ወይ ከዓ ኩሽኣፕ ምስራሕ እውን ክኾን ይኽእል። ብዝከኣለኩም ግዝፊ ንባዕልኹም ካብ ጭንቀት ዘውፀእኩም ብዝከኣል መልክዕ ኣካላትኩም ብምንቅስቃስ ምንቕቓሕ ኣድላይ እዩ። ምንቅስቃስ ጭዋዳታትኩም ከምኡ እውን ኣእምሮኹም ክነቓቓሕ ንስራሕ ድሉው ክኸውን ይገብሮ። ራብዓይ ግብሪ ሓንቲ ሽቶ ጥራይ ሎም መዓንቲ እንታይ ኢኹም ከተሳኽዑ ዘለኹም ዓሰርተ ዒስራ ሳላሳ ምጉያይ ትርጉም የብሉን። ነታ መዓልቲ ሓንቲ ወሳኒት ኣድላይት እትሓስብዋ ሓንቲ ሽቶ ጥራይ ፍለዩ። ነዊሕ ዝርዝር ወይ ከቢድ ትልሚ ኣይኮነን። ኣብ ሓደ ሽቶ ኣቓልቦ ምግባር ኩሉ ሓይልኹም ንሱ ንኽትውድኡ ክትጥቀሙሉ የኽእለኩም። ሎማዓንቲ እታ ሓንቲ ትልሚ ብዝግባእ እንተተዓዊትኩምላ ናይ ምውዳኣን ግብርን ዓቕምኹም ንጽባሕ ዓወትኩም ንምልዓል ፈጥረልኩም። ሓምሻይ፣ ምምሃር። ንውሑዳት ደቓይቕ ሓድሽን ጠቐምትን መሃርትን ብምርካብ ግዜኹም የሕልፉ። እዚ ማለት ካብ ሓደ ጽቡቕ እዩ እትብልዎ መጽሓፍ ሓሙሽተ ገጻት ምንባብ፣ ጽቡቕ እዩ እትብልዎ ትምህርታዊ ቪድዮ ብምርኣይ ወይ ከዓ ዓሚቕ ፍልጠት ዘለዎ ፖድካስት ምስማዕ ክኸውን ይኽእል። ረኣዩ ግን ኣብዚ ሞባይልኩም ወይ ላፕቶፕኩም ኣብ ትኸፍትሉ እዋን ክትጥንቀቑ ኣለኩም። ስቕ ኢልኩም ብዝፈቐዶ እትኣትዉ እንተኾይንኩም ንባዕልኹም ከይተፈለጠኩም ኣብ ዘይትደልዩዎ ቪድዮ ብዙሕ ሰዓታት ኣባኺንኩም ክትረኽብዎ ትኽእሉ ኢኹም። እዚ ሰዓት ማለት ንዓኻትኩም ፉል ፓወርኩም እዩ። ስለዚ ዝኾነ ክወስደልኩም ከሕድገኩም ኣይግባእን። ኣብ ሶሻል ሚድያ ትም ኢልካ ፍጥጥ ኢልካ ምውዓል ወይ ከዓ ቪድዮታት ምርኣይ፣ ቴክስት ምፅሓፍ ፈፂምኩም ክትገድፉ ኣለኩም። ኣቓልቦኹም ከምቲ ክባር ንብረትኩም ክትሕልዎ ኣለኩም። እዞም ነገራት ከመይ ናታትኩም ህይወት ምቕያር ከም ዝኽእሉ ምፍላጥ ኣድላይ እዩ። እዚ ሰዓት ስቕ ኢሉ ናይ ንግሆ ልምዲ ጥራይ ኣይኮነን ንዘራረበሉ ዘለና፣ መንነት ብዝዓ ምዕባይ እዩ። ዝኾነ በዘይምልከተኩም ግዜ እትገብርዎ መንነት ናይ ምዕባይ ምንቅስቓስ እዩ። ዋላ እኳ ኣጸጋሚ እንተኾነ፣ ካብ ዓራትኩም ተስኢኹም ተግባር ብዝወሰድኩም ቁጽሪ፣ ብሕድሕድ ሰዓት ተግባር ብዝወሰድኩም ቁጽሪ ናብ ጎልኩም ዝወስደኩም ምርጫ እናወሰድኩም ኢኹም ማለት እዩ። ህይወትኩም እተዕብዩሉ ብቐዋምን ብድግግማትን ተግባር እምበር ብሓሳብን ቃል ብምእታው ጥራይ ኣይኮነን። ሕሰብዎ፣ ብመዓልቲ ሓደ ቃልዎ ዝመልኦ ሓደ ሰዓት ኣብ ዓመት ውሽጢ ሰለስተ ሚእትን ስሳን ሓሙሽተን ሰዓት ይኸውን። እዚ ማለት ዓሰርተ ሓሙሽተ መዓልትታት ዘይጎደሎ ወይ ከዓ ክልተ ሰሙን ሙሉእ ብዘይምቁራፅ እቲ ዝበለፀ መንነትኩም ንምዃን ነፊዕኹም ዝሰርሕኹምሉ ማለት እዩ። ሕጂ እዙይ ናብ ሓሙሽተ ዓመት ቀይርዎ። ብባዕልኹም ካልኣይ ዲግሪ ወይ ማስተር ከም ዝበፃኹም ምቑፃር ትኽእሉ ኢኹም። ካልኦት ፊልምታት እናረኣዩ ወይ ሃርዳንሽያን ኣብ ኢንስታግራም እንታይ ዓይነት ናይ ከንፈር ቀለም ወይ ቻፕስቲክ ገይራ፣ ከምዝለቐቐት እናተሟገቱ ወይ ከዓ ካልኦት እቶም ናይ ቲክቶክ ፍሉጣት ሎማዓንቲ ድራር እንታይ በሊዖም ካልኦትን እናበሉ ዝከታተሉን ዝዕዘቡን ብሓፈሻ ግዜኦም ኣብ ናታቶም ህይወት ዝኾነ ጥቕሚ ዘይብሉ ነገር እንተጥፍኡ ንስኻትኩም ግና ኣብ ናይ መጻኢ ህይወትኩም ብምዕባይ ተጸሚድኩም ኢኹም። እዚ እዩ ህይወትኩም ክኸውን ዝግብኦ። ቀጻሊ ስጉሚ ናታትኩም እዩ። ንጽባሕ ንግሆ ናብ እትደልዮ ህይወት ዝወስደኩም ናይ መጀመርታ ስጉሚ ይኸውን። ወይ ከኣ ስቕ ኢልኩም እትሓልፍዎ ከም ኩሉ መዓልቲ ይኸውን። እስቲ ጽባሕ ንግሆ ተሲእኹም እትወስዶ ስጉሚ ኣብ ኮመት ጸሓፉልና። ናይ ለማዓንቲ ቪድዮና ነዚ ይመስል እንኳዕ ንበዓል ትንሳኤ ብሰላም ኣብጽሓኩም ብኻላይ ነዚ ቪድዮ እንተፈቲኹሞ ላይክ ይግበሩ ብቐጻሊ ከምዚ ዓይነት ቪድዮ ክበጽሓኩም ከኣ ሳብስክራይብን ናይ ደወል ምልክት ብምትንካፍ ስድራ ቤት ይኹኑ። ጠጥዑሙ ንኹሉ ሰብ ዓለም። ዘይምፍላጥ ምፍላጥ ካብ ፍልጠታት ኩሉ ዓብዪ ፍልጠት ይብለና ሴቅራጦስ። ሎማዓንቲ ዓያሹ ሰባት ብቐሊሉ ዝፍለዩሉ ሸውዓተ ጠባያት ክነግረኩም እየ። ንባዕልኹም ካብቶም ዓያሹ ተርታታት እንተረኺብኩሞ ብቕልጡፍ ኣካያይዳኹም ብምቕያር ንባዕልኹም ለውጡ። ሰናይ ልቢ እንተሃሊኩም ነዚ ቪድዮ ላይክ ብምግባር ናብ ኩሉ ክባፃሕ ይተሓባበሩና። ንህይወት ዝኸውን ምርኩስ ጥበብ ንምርካብ ከኣ ሜላዱስ ቴክሞ ሳብስክራይብ ብምግባር ቤተሰብ ይኹኑ። ሕጂ ብቀጥታ ናብዞም ሸውዓተ ጠባያት ንኺድ። ናይ ዓያሹ ጠባይ ካብ ዝኾነ ማእኸል እቲ ቀዳማይ ይፈልጥ እየ ምባል። ዓያሹ ሰባት ንምምሃር ዝተዳለዉ ኣይኮኑን። ካብኣቶም ዝፈልጥ ከምዘየለ ይመስሎም። ኩሉ ግዜ ኣነ እየ ልክዕ ብምባል ይፍለጡ። ውትራት እዮም። ዓሻ ሰብ ዘይዓብና ህይወቱ ከም ዘይቀየር ዝፍለጠሉ ጸባይ ናይ መጀመርያ ኩሉ ይፈልጥ እየ ምባሉ እዩ። ካልኣይ ካብ ዝሰርሕሉ ንላዕሊ ይዛረቡ። ዓሻ ሰብ ብዙሕ ግዜ ግዜኡ ዝውድኦ ክገብሮ ዝሓሰበ ብምዝራብ እዩ። ኣብ ስራሕ ክሕልፎ ዝግብኦ ብዕላል ይጽመድ። ዓሻ ሰብ ስለ ህይወቱ ዘይተረድኦ ሚስጢር ከም ባዕሉ ካብ ባዕሉ ንላዕልን ዘዕልሉ ብዙሓት ምዃኖም እዩ። ዓብዪ ፍልልይ ምግባርና ምትግባር እዩ። ካብ ዝሰርሖ ንላዕሊ ብምልፍላፍ ይፍለጥ። ስለዚ ዓሻ ሰብ ካብ ዝፍለጠሉ ካልኣይ ስለ ዓበይቲ ሕልምታቱ ይዕልል፣ ግን ናብ መሬት ዝወረደ ብቕድሚ ተኸተል ዝኾነ ስጉሚ ኣይወስድን። ሳልሳይ ቁልጡፍ ለውጢ ይደሊ። ዓሻ ሰብ ትዕግስቲ የብሉን። ሎም መዓንቲ ዝተኸለሉ ሎም መዓንቲ በቂሉ ክርኢ ይደሊ። ንሕና ሰባት ኣብ ህይወትና ውሽጢ ዓወት እንተደሊና ግዜ ንህቦ ክፍት ግዜ የድሊ እዩ። ናይ ፅቡቕ ነገር ኩሉ ናይ ትዕግስቲ ውፅኢት እዩ። ስለዚ ዓሻ ሰብ ኩሉ ግዜ ዓብዪ ጌጋ ይጋገ፣ ኩሉ ግዜ ቅልጡፍ ለውጢ ይደሊ። ራብዓይ ንኹሎም ነገራት ካልኦት ተሓተቲ ይገብር። ዓሻ ሰብ ሓላፍነት ምውሳድ ዘይኽእል ሰብ እዩ። ንጌጋታት ይቅርታና ምምዕርራያት ክገብር እናተገብኦ ንሱ ግን ናብ ካልኦት የላኽኽ። መዘዘኛ እዩ፣ ሰበበኛ እዩ፣ ንባዕሉ ጥፍኣትና እንተኾነ ከዓ ብዙሕ ምክንያታት ብምድርዳር ብፍፁም ኣሚኑ ኣይቕበልን። ንካልኦት ከዓ ንምፍራድ ይህወኽ። ናይ ዓሻ ሰብ ራዕይ መግለፂ እዩ። ሓምሻይ ለውጢ ይፈርሕ። እዚ ማለት ኩሉ ግዜ ካብ ዕቤት ንላዕሊ ሙቸት ይመርፅ። ሙቸት እና ዕቤት ከዓ ብሓደ ዘይኸዱ ነገራት እዮም። እሱ ከዓ ቅድሚ ዝህቦ ንምቹእነት እዩ። ስለዝኾነ ለውጢ ይፈርሕ ማለት እዩ። ስለዚ እዚ ሰብ ጌጋታቱ ይደጋገም። ድቃስ ብምብዝሑ ዝመፆ ዋላ እንተፈለጠ ደጊሙ ምድቃስ ይመርፅ። ዓሻ ሰብ ካብ ባዕሉ ጌጋ ኣይመሃርን፣ ተመሳሰልቲ ጌጋታት ይደጋግሞም። ነዚ እዩ ዓሻ ሰብ ብተመን ክልተ ግዜ ይንከስ፣ እቲ ሓደ ከይፈለጠ ካልኣይ ከዓ ከመይ ከም ዝነኸሶ እንተርኢ ዝበሃል። ስለዚ ዓሻ ሰብ ምቹእነት መሪፁ ለውጢ ይፈርሕ። ሻድሻይ ዝተቐመጠ ጎል ዝተፃሓፈ ዕላማ የብሉን። ዓሻ ሰብ ሰብ ብዝዓሰሎ ዝኸድ እዩ። ዝደለዮ እና ዘሐጉሶ ፈልዩ ኣይፈልጥን። ክበጽሖ ዘለዎ ቦታ ፈልዩ ኣይፈልጥን። ዓሻ ሰብ ናብ ሓደ ኪቢ ነገር ዝተደርበየሉ ነገር ኣኸቢቡ ዕላማ የውቕዕ ዝብል ዓሻ ሰብ እዩ። ናብ ዝበጽሖ ናብ ዝኸዶ ናይ ባዕሉ ዝኾነ ዝተቐመጠ ወይ ዝተጻሕፈ ራእይና ዕላማ ዘይብሉ ሰብ እዩ። እዚ ናይ ዓያሹ ጠባያት ሻድሻይ እዩ። ሻብዓይ ንግዜ ዋጋ ይህብን ዓሻ ኩሉ ግዜ መንእሰይ ከም ዝኾነ ኩሉ ግዜ ጠንካራ ከም ዝኾነ ይሓስብ የዒንቱ ብዕድመ ከም ዝፈዙ ግልበቱ ሓይሉ ከም ዝተኣሳሰር ምጉያይ ከም ዝኣብዮ ኣየስተውዕልን። ስለዚ ንእስነት ግዚኡ የባኽን ብወልፊ ኣብዚ ሕጂ ግዜ ከዓ ኣብ ሶሻል ሚድያ ኣብ ዘይጠቅም ነገራት ተሸኺሉ ይውዕል። ንዝተዋህቦ ግዜ ዋጋ ኣይህብን። እዞም ሸውዓተ ጠባያት ናይ ዓያሹ ሰባት ባህሪ እዮም። እዚኣቶም እትገብሩ እንተኾይንኩም ሕጂ ኣቋርፁ፣ ንባዕልኹም ኣመዓራርዩ። ንህይወት ዘመንኩም ዝኸውን ምኽሪ ንምርካብ ሜለ ሪትሪት እሞ ሳብስክራይብ ይግበሩ። ክብረት ይሃበለይ።